ስለምንታይ ይመስለኪ ትግራይ ነጥሪ ደም ጽሩያት ጸበል ናይ ናጽነት ዓንታር መንፈስ ወለዶታት በጃ ናይ ሓርነት መዕቐል ሓያል ኣይሂ ጽላል ሕማቕ ቅነ ገጽሪኡ ዘይሃድም ዕቝባኡ ምንድነ ስለምንታይ ይመስለኪ ትግራይ ኣዕጽምቲ መናናት ሙድዋ ኮይኑ ሓርየት እናሕበረ ጽሩይ ከስትየኪ ብቱዕ እናጽረረ ኣላሽሎም ክበልዩ ሳእንታት ብመብረ ኣድማስ ዝሰንጥቕ እግሪ ከይቀየረ ስለምንታይ መስለኪ ትግራይ ጉዕዞ ሓንኳል ታሪኽ ኣለሻ መንነት ጸቕጢ ድሩዕ ሓቂ ሓራ ክውንነት ንዛዘ ስኹራት ልሳን ሕሙስ ብቕሊ ጨና መጺት ቅራር ተረፍ ድሁል እኽሊ ስለምንታይ ይመስለኪ ትግራይ ጽሑፍ ዕጻ ሰማይ ስንክሳር መስዋእቲ ጻሕታ ድርሰት ምድሪ ዘይሰሪ ድግምቲ ጸፍጭልጥ ቅርቅርቲ ፋሕብትን ውድቕቲ ውራ ስምን ክብርን ጻሓ ጸላም ለይቲ ስለምንታይ ይመስለኪ ትግራይ ላግጽ ደንባር ዘመን ባህ ዘይብል ዳእላ መዋእል ክርገጽ ዘይድህ ማሕላ ድሊ ዓይኒ መርፍእ ዳምዳም ዝብል ክሪ ኣፍ ሓሜን ዘሞቐ ዘይኽበር ክብሪ ስለምንታይ ይመስለኪ ትግራይ ስጉሚ ሽንቲ ግመል ከይድጉሲ ናህሪ ወደቓ ጽልኢት መስቃ ዕንጹል ፍቕሪ ኣረርታ ወድዓውነት ፍታሕ ስሩቕ ሕልሚ ወለምታ ባህግታት ውዲት ደባይ ጉህሚ ስለምንታይ ይመስለኪ ትግራይ ሕብሪ ቀለም ቅብኡ ዝገጌ ሰሌዳ ኮረ ተጉዕሩ ዘይጸረየ ሜዳ ህድማ ጎባዕ ወርሒ መሬት ምስ መሰየ ኣብ ኩራን ጠበራን ዕንክሊል ሓሸዌ ስለምንታይ ይመስለኪ ትግራይ ቅንዕ ጎባይ ናብራ ብልሒ መላኪኖ ጽንዕ ኳሕተኽራናት ትረት ቴንዲኖ እምኒ ተጻዒኑ ዘይርብርብ ሕቆ ሓመድ ተደፊኑ ዘይሃስስ ጽባቐ ስለምንታይ ይመስለኪ ትግራይ ብርሃኑ እተገፈ ክትሩ ውፅዕ ቀትሪ ብኽምስትኡ ዝበርህ ኣብ ክንዲ ዝኹሪ ሕመቕ ዘይሓለፎ ሕማቕን ከባሪ ኣእማን ዘለቑዘ ነቕ ዘይብል ትሪ ስለምንታይ ይመስለኪ ትግራይ ዓወት ዘዐሸዎ ዘይተዛዝመ ገድሊ ዕዳ ወለዶታት ሰኸፈት ቀጻሊ ዝኽሪ ሕሉፍ ጉዕዞ ጣዕሳን ወደሳን ቃል ውዕል ዘይብሉ ሞሳን መለሳን ስለምንታይ ይመስለኪ ትግራይ ሰላም እሙራዱ ዘስተርሒ ወለዶ ማሕረሻ ብሊሐይሉ ዝቕህም ሓጎዶ ሰላም ምስ ተዘርገ ማሕረሻ እንትጎትም ኣብ ኣፍን ዕርበቱን ደንጊጹ ዘህተምትም ስለምንታይ ይመስለኪ ትግራይ ዓጋም ተጸጊዕኻ ምብቋል ግጉይ ፍርዲ ጎተት ዝንቡዕ ዕፃ ቆልቋል ጎሮሮ ግዳያ ትዘላሕ ተተሕቶ መስምዒ ዘይብሉ ቆራጽ እዝኒ ባይቶ ስለምንታይ ይመስለኪ ትግራይ ባላ ሕጊ ሓንኪሱ ስርዓት እንተንከርድድ ዓንዲ ኮይኑ እንተቖመ ምስኦም ከየኹድድ ካብ ዘይተለሃኻስ ኣይተጣቕዕንዶ ኢሎም ክጸፍዕዎ ሒሳብ ዕቑርጋዶ ስለምንታይ ይመስለኪ ትግራይ ጽባሕ ንራኸብ መሬት ምስ ወግሐ ክረምቲ ሓሊፉ ቀውዒ ምስ ኣጽብሐ ኢሎም ምስ ዝኸዱ ከይተጸባጸበ ዘይብሉ ዝሕተት ዘለዎ ምስ ሃበ ስለምንታይ ይመስለኪ ትግራይ ሓንካስ መሪሓተን ዘየስልጣ ደፍላጻት ወቕቲ ከይፈለያ ዝስሕቓ ገያጻት ኣየሳልን ኢሉ ዝሰልከየ ግዘ ሳላይ ክብል ሐዚ ብድፍረት ክዋዘ ስለምንታይ ይመስለኪ ትግራይ ኣብ መኣዲ ክላባት ዘየሳነ ዓፅሚ ንሓባር ክካፈል ሕቆ ወላድ ኒሕኺ ዒሕ ክብል ዝምቀል ምስ ሰብ ይበተኹ ርትዕና ሰበኸ ንህልኽ ክንሽሮ ኣጉል ዘይሃለኸ ስለምንታይ ይመስለኪ ትግራይ መጎጎ ከውሒሰ ንዝዕንድራ ናጹ ደርሆ ክወዲኡ ዝሓከለ ሙጹ ክኢሉ ክኸይድ እተሓርየ እንግድዓ ካሕሳ በደላቱ ክብል ቆላ ደጉዓ ስለምንታይ ይመስለኪ ትግራይ ስንኺ ይብክዮም ዘጌጹ ጓህማማት ብልሕኺ ወሪሶም እተሳሕሉ ላህማማት ወይ የሕርጉቱ ወይ የሰንክቱ መቕሎ ክንትረቅቕ ገገዝኦም ዝኸቱ ስለምንታይ ይመስለኪ ትግራይ ሃፈፍ ኣብ ምባልኪ ደሪቓ ክትዕንቀፊ ወዲቓ ሰኽምን ተላም ሓሶት ከይከበዶም ዝጎዩ ንመርድእ ክገስጊሶም ኣብ ብስራትኪ ዝቐርዩ

ስለምንታይ ይመስለኪ ትግራይ ኣልቦ ልሙፅ ኣካልን ትርፊ ከብዲ ኢዶም ምሕማስ ተንኮላት ጉራምራ ከብዶም ጋሕሻር ክንፊ ጽምብላሊዕ ብርሃን ክኸጥፍእ ኩራዝ ክኸጽምእ ላምባ ክዝደፍእ ስለምንታይ ይመስለኪ ትግራይ ነቲ መሪር ቅያ ብመደንደን በርበረ ኣጥዒሞም ክሰምዑ ነበረያ ነበረ ጸጥ ጽቡቕ ክቕበል እዝኒ መምቁሩ መይቅዎ ክስዕስዕ ልቢ ብቑሩሩ ስለምንታይ ይመስለኪ ትግራይ ኣብ ሞት ብተዩ ዘይጎርሕ ልቢ ዓርሲ ቀሪብካ እትሓልቦ ህዝቢ ሽቅል ኸሪሙ ክብርበር ዝሓጊ ትክ ዓስቡ ዘይቕየም ንህቢ ስለምንታይ ይመስለኪ ትግራይ ተረፍ ሒንግድ ኢዱ ወሰኽ ጽሩይ ልቡ ቁንጣር ዘይተፈድየ ርብዒ ጉቡዕ ዓስቡ ድሩዕ ተርጊድዎ እናተባህለ ወደል ምስሓቕ ጓኖት ብናቱ ዝብደል ስለምንታይ ይመስለኪ ትግራይ ሰዓዕ ጣልማይ መሬት ምስ እኽሉ እንትቃጸጽ ድልዱል መራግጹ ስሩ ዘይናወጽ ክሕደት ናይ ዝኣምኖም እናበሎ ፍጊዕ ተመን ተቐኒቱ ዘይደንገጸ በጊዕ ስለምንታይ ይመስለኪ ትግራይ ኣብ ባእሲ ሓራሚ ዝተሓምተለ ሳዕሪ ከም መጽባዓ ዓመት ድግሲ እከይ ግብሪ ዶርጓዕ ዘይፍለዮ ማዕጾ ሓጹር ቤትኪ ወርትግ ትጽመሚ ዓምዳኹ ክረግጸኪ ስለምንታይ ይመስለኪ ትግራይ ብቓልስን ብልሓትን ዝለፍዐ ኣንጋረ ብራና ኮይኑ ታሪኽ ምስ ኣስፈረ ክግልበጥ ምባሉ ስጡሕና ክዕዩ ከውሊ ዕሙር ጓይላ ዕብራን ቃል ገያሾ ናይቶም ዘየለው ስለምንታይ ይመስለኪ ትግራይ መልሰይ ክትህብንን ፈልጥ ሓለፋይ ምኽኣል እዩ ልማድኪ እናበልኪ ሓላፋይ እንተ ተኣነ ግን ወላው ማዕጺድ ግዜ ምስ ቀንዕብ ዓቕላ ጻማ ውህልል ወጽዓ ዓቤት ኣድገ በቕላ ጸዒና ኹትኩብኩብ ናብ ርሁብ መጻኢ ከውሊ ምዕራፍ ክልተ ርሑቕ ትስፉው ራእይ እዋን ኣሎ ገና ዛጊድ ዘይተጋህደ መንገዲ ኣሎ ገና ዘኽቲ ዘይተኸደ ኢለየ ዝግምት ራራ ዝኹነታት ራህዋ ክትፍደይ ሕነ ምንክርታት ኣዕሚቑ ዝሸክል መሬት እምርሃዱ ዕጽፊ ዝሕርን ኣዳም እምርዓዱ ትማሊ ቆጺሮም ሎምን ክጠልምዎ ኣይሕርብቶን ከቶ ኣእላፍ ክኽሕድዎ ኣብ ትግስም ጸላም ህዝበይ መይላ ኣለዎ ኢለየ ዝሓስብ ካብ ሕሉፍ ዓንተዎ ብስራት ኣዝመራ ድሃይ ጻዕዳ ዒልዎ ሰብ ሎምን ትማል ነደቂሱ ጉድ ዘሕለመ ነጽዲ ገስጊሶ ፊሩና ፍታሕ ኸነናዲ ወዝቢ እንትንራኸብ ማእኸል መንገዲ ሰናይ ተዘቲና እግሪ ዳዕሮ ዓዲ ጥፉእ መፍትሕ ቤትና ቁሉፍ ጓጉንቸሩ ከምኡ ኢሎ ይነብርን ዕድመ መዋእሉ ኢለየ ዘተስፉ ጽባሕና ክሓይሽ ሰናይና ክምለስ ክፉእና ክገይሽ ፀሓይ ናብ ሰማያ ርስቲ ምስ ተኸለት ዕሸል ሕልምና ጋህዲ ምስ ኣኸለት ንጹር ሕልምን መጻእን ጥሉል ጋህድን ራእን ክትርእይ ኣዴና ብራ ዕውር ጭርሖ ጩራ ሓድሽ ዘመን ዋሕታዊ ብርሆ ደበስ ማሕለኻታት ዘይርሳዕ ብድሆ ሰላም ይኹን ጥራሕ ኩሉ ንኽትበጽሖ ኢለየ ዝምነ ምንያ ብዙሓት መቐጸልታ ትምኒት ንምልኣት ክኽብሉ ዝጎደሎ ሸሓት ገጣሚ ደስታ ገብረ ሃዋርያ ባሻ ደስታ